እዚ ድምፅኹም ድምፂ ሰልፊ ናህዳ ኤርትራ እዩ ድምፂ ሰልፊ ናህዳ ኤርትራ ብሓልዮት ክፍሊ ዜና ሰልፊ ናህዳ ኤርትራ እናተዳለወ ሰሙናዊ ማለት ወትሪ ሓሙስ ኣብ መርበብ ሓበሬታ ኤሪ ናህዳድ ዝቐርብ መደብ እዩ እዚ ድምፅኹም ድምፂ ሰልፊ ናህዳ ኤርትራ እዩ።
ሰላም ከመይ ቀኒኹም ዝኸበርኩም ሰማዕትና እዚ ድምፂ ሰልፊ ናህዳ ኤርትራ እዩ ሎሚ ሓሙስ ሸውዓተ መስከረም ክልተ ሽሕን ዓሰርተ ሸውዓተን እዩ ፈላማይ መደብ ዜና ንጥፈታት ሰልፊ እዩ ስዒቡ ካብ ኣብ ጀበርቲ ኔት ዎርክ ዝቐረበ ኣጀንዳ ብዛዕባ ሌላ ምስ ሰልፊ ናህዳ ኤርትራ ዝብል ኣርእስቲ ቀዳማይ ክፋል ከቕርበልኩም እዩ። ኣብ መንጎ ጣዕመ ዜማን ግጥምን ንመዛነዪ ተኻቲቶም ኣለዉ። ንኽትከታተሉና ብኽብሪ እንዳዓደምና ናብ ፈላማይ መደብና ከሰጋግረኩም። ዜና ንጥፈታት ሰልፊ። ኣብ ሰሙን እዚ ኣጀንዳ ጀበርቲ ኔት ሌላ ምስ ሰልፊ ናህዳ ኤርትራ ኣብ ዝብል ኣርእስቲ ክዝቲ ከም ዝቐነየ ኣድሚናት ጀበርቲ ኔት ወርክ ሓቢሮም። እዚ መቐጸልታ ናይቲ ኣብ ጀበርቲ ኔት ወርክ ንዝቐረቡ ጀበርታዊ ጉዳያት ዝጠቀስ ዛዕባታት ኣብዚ ዝሓለፈ ሰሙን ካብ ኣርባዕተ ነሓሰ ክልተ ሽሕን ዓሰርተ ሸውዓተን ጀሚሩ'ውን ሌላ ምስ ሰልፊ ናህዳ ኤርትራ ኣብ ዝብል ኣርእስቲ ብውዕውዕን ድሙቕን ኩነታት ዘተ ይቕጽል ምህላዉ ካብ ኣድሚናት ጀበርቲ ኔት ዝመጸና ዜና ሓቢሩ። እዚ ዘተ ኣብ መኽፈቲኡ ብላዕለዎት መሪሕነት ሰልፊ ናህዳ ኤርትራ ማለት ኣቦ ወንበር ሰልፊ ናህዳ ኤርትራ ሓው ዓብዱራሕማን ጣሃ፣ ምክትል ኣቦ ወንበር ሰልፊ ናህዳ ኤርትራ ሓው መሓመድ ሳልሕ ሓጎስ፣ ሓላፊ ህዝባውን ውደባውን ጉዳያት ሰልፊ ሓው ኢንጂነር ኢድሪስ ኑሩን ሓላፊ ክፍሊ ዜና ሰልፊ ናህዳ ኤርትራ ሓው የኑስ ኢድሪስ ብሓፈሻ ዘቕረቡዎም ንኣመሰራርታን ጉዕዞ ዓሰርተ ሓደ ዓመታትን ሰልፊ ናህዳ ኤርትራን ተረኽቦታትን ዘካየዱዎም ንጥፈታትን ዝነበሮ ዝምድናታትን ኣብ ዝብሉ ዛዕባታት ዓሚቝ መግለጺ ሂቦም።

እዚ ድምፅኹም ድምፂ ሰልፊ ናህዳ ኤርትራ እዩ።
ሓደ ኢድ ንኹን ሓደ ኢድ ንኹን ንንዑ ንቀራረብ ኣብ ቅድሜና ኣሎ ተርር ዓቐብ ንመዓዓድ ንበል ዓገብ ዓገብ ብሓኽልና ከይንውቃዕ ከም ዓቢ ገረብ ሓጎጽጎጽ ኣብ ቃልሲ ንቡር'ዩ ክርከብ እንተ ዘይተፈቲሑ የብላን መኽሰብ መን'ዩ ክህሰ መን'ዩኸ ክልብለብ ርሒቕና ብማዕዶ ኣይንተዓዘብ ኣስፊሕና ንጠምት ኣዐሪና ንሕሰብ ልቢ ነዕቢ ኣብ ረብሓ ንዛረብ እንሆ ሜዳ ጸሪምና ንላዘብ። ኣይዋጠጥ ከም ሕሱማት ደቂ ኣቦ ጉዳይ ጉዳይና እዩ ንመን ኢና ክንህቦም ሓደ ስድራ ኢና ብስጋ መውስቦ ንሓደ ኣይርሕቕ ንሓደ ኣይቀርቦም ንሓደ ኣይገፍሖ ንሓደ ኣይጸቦም ኩልና ንዕሰል ኣብ ሓደ መላግቦም ሓቢርና ንመክት ንጽንዓት ብሓቦም ብዕቱብ ቃልስና መሰልና ክንረኽቦም ንሑሱም ጸላኢ ዕድልና ኣይንሃቦም ኢደይ ኢድካ ንበል ዓቕሉ ንኽጸቦም ትንፋስ ንኽልዓዮም ብኹሉ ንኽበቦም ዓወትና ክንጭብጥ ጸሓዩ ክዓርቦም እወ ንሑሱም ጸላኢ ዕድል ኣይንሃቦ ኢደይ ኢድካ ንበል ዓቕሉ ንኽጸቦም ትንፋስ ንኽልዓዮም ብኹሉ ንኽበቦም ዓወትና ክንጭብጥ ጸሓይ ክዓርቦም። ብሓው ስዒድ ዓብዱራሕማን ዝቐረበት።
እዚ ድምጽኹም ድምጺ ሰልፊ ናህዳ ኤርትራ እዩ።
ሰልፊ ናህዳ ኤርትራ ብሰንኪ እዚ ኣብ ኤርትራ ንኣስታት ርብዒ ዘመን ባዕላዊ ግበታ ዝኣወጀ ስርዓት ወጽዓ ንምካት ተላዒሉ ኣብ መድረኽ ቃልሲ ኣንጻር ግበታ ካብ ዝወጽእ መበል ዓሰርተ ዓመት ልደቱ ይዝከር ኣሎ። እዚ ድማ ሃገርና ኤርትራ እዚ ትምክሕታዊ ጨፍጫፊ ገባቲ ስርዓት እዚ ዝኾነ ጽገናዊ ለውጢ ክገብር ዘይበቅዕ ን ዕስራን ሽዱሽተን ዓመታት ዝኣክል ኣብ ልዕሊ ህዝብና ዘውርዶ ግፍዕታት ክሳብ ክንደይ ኣብ ልዕሊ ህዝብን ሃገርን ዘለዎ ንዕቀትን ብድዐን ዘመላኽት ሓቂ እዩ። ሃገር ብህዝባ ትህነጽ ክሳብ ዝኾነት፣ ድሌት ህዝብኻ ጨፍሊቕካን ዓሚጽካን ትህነጽ ሃገር ክትህሉ ከቶ ኣይከኣልን እዩ። ብህንጻ ሕጊ ዘይምራሕ መንግስቲ፣ ፍትሕን ሰብኣዊ መሰላትን ንዜጋታቱ ከውሕስ ኢልካ ምጽባይ ዘይሕሰብ ኣምር እዩ። ጸረ ህዝብን ጸረ ዲሞክራስን ዝኾነ ገባቲ ቶታላራዊ ስርዓት ህግደፍ፣ ኣብ ሰብኣውን ሓርነታውን መሰላት ደቂ ሰባት ዘይኣምን፣ ብባህልን ልምድን ሃገር ክጣላዕ ድሕር ዘይብል ብምዃኑ፣ ስልጣኑ ንምሕላውን ንምንዋሕን ክብል ብዝኾነ ክቋመር ድሕር ዘይብል ሕልና ዘይብሉ ስርዓት እዩ። ገባቲ ስርዓት ህግደፍ፣ ሃገርና ኣብ ቀርኒ ኣፍሪቃ ስትራተጂካዊ ቦታ ዝሓዘት ሃገር ትኹን እምበር፣ ኣብ ዞናናን ከባቢናን ከምቲ ዝግባእ ኣወንታዊ ግደ ከይትጻወት ዓጊቱ ጸኒሑ። ብኣንጻሩ እኳ ደኣ ምስ ኩለን ምስኣ ዝዳወባን፣ ሶማል እውን ከይተረፈት፣ ኣብ ከባቢ ዝርከባ ጎረባብቲ ሃገራትን ህውከትን ሽበራን ኣብ ምፍጣር ተራ ዝጻወት ዘሎ ስርዓት እዩ። ኩነታት ተቓውሞ ኤርትራ እውን እንተኾነ፣ ክንዮ ምምስራት ሰልፍና፣ ሰልፊ ናህዳ ኤርትራ፣ ድሕሪ ውግእ ኤርትራን ኢትዮጵያን ኣብ ሓደ ሽሕን ትሽዓተ ሚእትን ተስዓን ሸሞንተን ምትኳሱ፣ ንመጀመርያ ግዜ ውድባት ምሕዝነት መስሪተን ኣብ ትሕቲ ጽላል ኤርትራዊ ሃገራዊ ምሕዝነት ክጥርነፋ በቒዐን። ካብቲ ፋልማይ ናይ ዘተ መኣዲ ምስ ተኸፍተ ጀሚሩ ድማ ኣብ ዝሓለፈ መዋእል ኣብ መንጎ ውድባት ነጊሱ ዝነበረ ጽልእን ቅርሕንትን ቀስ ብቐስ ብልዝብን ዘተን እናልገሰ ብምኻድ፣ ምስ ፍልልያት ከኣ ኣብ ሕድሕዳዊ ምክብባርን ምርዳእን ምዕዛዝ ተራእየ። ከም ውጽኢቱ ድማ ተቓወምቲ ውድባት ኤርትራ ኣብ ክልተ ሽሕን ሓሙሽተን ብርክት ዝበለ ሓይልታት ዝጠርነፈ ኤርትራዊ ዲሞክራሲያዊ ኪዳን ኣብ ምምስራት ተዓወታ። ኣብዚ መድረኽ እዚ ሰልፍና ፖለቲካዊ ትሕዝቶታቱ ወጽዓ ህዝብታቱን ብምሓዝ ኣብዚ መድረኽ እዚ ብምጽንባረን ናይ ገዛእ ዕይኡ ክዓይይ ጸኒሑን ኣሎን። ስለዝኾነ ድማ ኣብ ቀጺሉ ዝነበረ ዓመታት ኣብ ክልተ ሽሕን ትሽዓተን ዝተኻየደ ዋዕላ፣ ካብ ኣካላት ኤርትራዊ ዲሞክራሲያዊ ኪዳን ወጻኢ ዝሰፈሐ ሱታፌ በርገሳዊ ማሕበራትን ካልኦትን ሓይልታትን ዘራገጸ ዋዕላ ኣብ ምክያድ ዝበዘሐ ብወገን ሰልፍና ዘይነዓቕ ፖለቲካዊ ኣበርክቶ ገይሩ ኢዩ። ኣብ ሕዳር ክልተ ሽሕን ዓሰርተ ሓደን ዝተኻየደ ጉባኤ ኣዋሳውን እንተኾነ፣ ራእያታት ዲሞክራሲያዊት ኤርትራ ክትንጸባረቕ፣ ፖለቲካዊ ቤት ጽሕፈት ሰልፊ፣ ካብ ናይዚ ዓሰርተ ዓመታት መድረኽ ቃልሲ ተመኩሮታት ዝደለበሉ እዩ ነይሩ። ይኹን እምበር፣ ከምዚ ንኹሉ ሓይልታት ተቓውሞ ዝጠርነፈ፣ ብዘተ ዝሰፈሐ ሃገራዊ ጽላል ክምስረት ምኽኣሉ፣ ካብቲ ሰልፍና ብኣወንታ ዝጥምቶን መደባቱን እዩ ነይሩ። ነዚ ኣብ መንጎ ተቓወምቲ ውድባት ዝጀመረ ናይ ምጽዋርን ተኻኢልካ ኣብ ሓባር ምቅላስን ምስ ኩሉ ሽግራቱን ጉድለታቱን ከም ኣብ ጉዕዞና ዘጥራናዩ ኣወንታዊ ምዕባለን ኣገባብ ቃልስን ተወሲዱን ናብ ኣብዝሓ ሰልፋዊ ዲሞክራሲያዊ ዝመርሓና እንኮ መንገዲ ምዃኑ ኣሚንናን ነዚ ሕጂ ፈጢርናዮ ዘለና ኣገባብ ቃልሲ እንዳጥፈፍናዮን እንዳማዕበልናዮን ክንጓዓዝ ዘሎ ካብቶም ዓበይቲ መደባት ፖለቲካዊ ቤት ጽሕፈት ሰልፊ ናህዳ ኤርትራ ኢዩ ነይሩ። ፖለቲካዊ ቤት ጽሕፈት ሰልፊ ካብቶም ዓበይቲ ስርሓቱ ናይዞም ዝሓለፉ ዓሰርተው ሓደ ዓመታት ንብዙሕ ምኽንያታት ክብደትን ኣድላይነትን ህዝቢ ጀበርቲ ኣብ ዲሞክራሲያዊ ቃልሲ ብዕቱብ ሰሪሕሎምን ኣበርክቶኦም ድማ ኣብ ቃልሲ ኣንጻር ገባቲ ስርዓት ህግደፍ ብፍላይ ኣብ ሰልፍና ሰልፊ ናዳ ኤርትራ እናዓዘዘ ይመጽእ ምህላዉ ብኹርዓት ኣፍ ልብና ነፊሕና ንዛረበሉ እዩ ኢሎም። ንሱ ድማ ኣብ ትሕዝቶታት ራእያ ሰልፍና ንጉዳይ ጀበርቲ ኣብ ሰልፊ ዓሲሎም ኣንጻር ገባቲ ስርዓት ኤርትራ ቃልሲ ከካይዱ ንምዕዳሞም ኣብ ኩለን ጉባኤታት ኣኼባታትን ሰልፊ ተደጋጋሚ ምይይጣት ብምግባር ተጠርኒፎም ንዲሞክራሲያዊ ለውጢ ክቃለሱ ዓዲሙ። ካብዚ ቀጺሉ እቲ ጉዳይ ናብ ዝሰፈሐ መደብ ከሰጋግርዎም ካብ መላእ ዓለም ዝርከቡ ደቂ ጀበርቲ ዝተሳተፍዎ ቃልሲ ንምግባሩ ብደረጃ ፈጻሚ ቤት ጽሕፈት ሓላፍነት ብምሃብ ናይ ምክታል መስርሕ ጀሚርዎን ምህላዉ እዚ ድማ ናብ ኩለን ሓይልታት ክዝርጋሕ ዝግብኦ ብሉጽ ተመክሮ ኢልና ንኣምን። ቀጺሉ እውን ኣብ እምነት ሰልፍና ለውጢ ብኸመይ ይመጽእ ንዝብል ድማ ንስርዓት ህግደፍ ንምውዳቕ ብሃገር ደረጃ ናይ ኣረኣእያ ስጥመት ንኽውንኑ ድማ ከምዚ ዓይነት ናይ ዘተ መድረኽ ብኩለን ውድባትን ሓይልታትን ተበግሶታት ክውሰድ ይግባእ ዝብል እምነት ድማ እዩ ዘለና። ነቲ ስርዓት ንምውዳቕ ድማ እምነትና ኢድ ንኢድ ተተሓሒዝካ ብሓባር ካብ ምምራሽ ወፃኢ ካልእ ምርጫ ኮቶ የልቦን፣ ክህሉ እውን ኣይክእልን። እዚ ድማ ብንፁር ዕላማ ሰልፍና ኣብ ቅድሚ ዝኾነ ኢሳያስ ወዲቑ ካልኣይ ገፅ ናይ መሳርሕቱን ኣገልገልቱን መዳሚቱን ነበር ከም ናቱ መተካእታ ወጮ እንተገልበጥካዮ ወጮ ኣብ ስልጣን ኩድጭ ኢሎም ስልጣን ህግደፍ ዘናውሑሉ ዕድላት ክንዓግቶ ዝከኣለና ክንገብር ታሪኽ ሓላፍነት የሰክመና ኣሎ። ስለዝኾነ ፖለቲካዊ ቤት ጽሕፈት ሰልፊ ገለ ካብ ዝዘርገሖም እምነት ኣብ ምምጻእ ለውጢ ኣብ ፖለቲካውያን ሓይልታት ውጹእ ዝኾነ ምትእምማን ምፍጣር፣ ዕማማት ደንበ ተቓውሞኦም ብመንገዲ መራኸቢ ብዙሃን መዓልታዊ ወይ እውን ኣብ ሰዓት ሰዓት ምዝርጋሕ። ኣብ ውሽጥን ኣብ ደገን ዝርከብ ህዝቢ ብኹሉ መዳይ ወጽዕኡ ብምርዳእን ኣንጻር ገባቲ ስርዓት ህግደፍ ክስለፍ ምጽዓር። ሽግር ኤርትራን ኤርትራውያንን ንኹለን ሃገራት ዓለም ብመንገዲ ኤምባሲታት፣ ገበርቲ ሰናይን ጉዳይ ስደተኛታትን ውልቀ ፍሉጣት ሰባትን ሚድያታትን ንምብፃሕ ንምርዳእን ንምዝርጋሕን ምፅዓር። ኣብ ውሽጢ ሃገር መስኖታት ርክባት ንምፍጣር ፃዕርታት ምክያድ። ንመናእሰያትናም ነመሓላልፎ መልእኽቲ እምነትን ውሕስነትን ዝህብ ክኸውንን ተረከብቲ ሕድሪ ሃገር ምዃኖም ብተግባር ምርዳእ። ኣብ ጉዳይ ስደተኛታት ዓቢ ማሕበራውን ፖለቲካውን ጉዳይ ስለ ዝኾነ፣ ኩሉ ዝገጥሞም ዘሎ መሰናኽላት ክሳብ መጭወይትን ሞትን ብዕቱብ ተኸታቲልና፣ ወዘተ ብምግባር ኣብ ዝሓጸረ እዋን ለውጢ ናይ ምምጻእ ተኽእሎ ክህሉ ከም ዝኽእልን ነዚ ድማ ሰልፍና ብጻዕቂ ይሰርሓሉ ከም ዘሎን ብሓባር ምስ ካልኦት ሓይልታትን ሃገራዊ ባይቶን ኤርትራዊ ዲሞክራሲያዊ ኪዳን ውን ክሰርሕ ወትሩ ድሉው ምዃኑ ይገልጽ። ኣብ መደምደምታ፣ ክሳብ ምልኣት ዓወትን ክንዮኡን፣ መዓንጣኹም ሸጥ ኣቢልኩም ኣብ ቃልሲ ኣንጻር ዲክታቶራዊ ስርዓት ህግደፍ ክትብድሁ ንኹሉ ህዝቢ ጀበርቲ ብምጽዋዕ፣ በዚ ኣጋጣሚ'ዚ ጀበርቲ ኔትወርክ ዘዳለዎ ባይታ ምኽንያት እንቋዕ ኣራኸበናን እንሻኣላህ ቀጻሊ ክኸውንን ተመንዮም። ደጊሞም ውን ንኹሎም ነዚ መራኸቢ እዚ ክውን ክገብሩ ዝጸዓቱ ኩሎም ኣባላትን ኣድሚናትን ጀበርቲ ኔትወርክ ብስም ኩሎም ኣባላትን መሪሕነትን ሰልፊ ምስጋና ብምቕራብ ዘተኹም ዕውትን ንምብርባር ናይ ሓባር ቃልሲ ባብ ዘርሑ ክኸውን ብምሉእ ልቦም ትምኒቶም ገሊጾም። ዝኸበርኩም ሰማዕቲ ድምጺ ጀበርቲ ኔትወርክ እዚ ቀዳማይ ክፋል ካብ ኣጀንዳ ናይ ሌላ ምስ ሰልፊ ናዳ ኤርትራ ኮይኑ ኣብ ዝቐጽል መደብና ካልኣይን ናይ መወዳእታን ክፋል ክነቕርቦ ምዃንና እንዳሓበርና ንሎሚ ኣብዚ ወዲእና ኣለና ሰላም።

እቲ ዘይሓልፍ ሓሊፉ ቱልቱላ ዕቡዳን ዝረሰሐ ልሳን እንቃዓ ፈደስደስ ብበሎቕ ዘይድምሰስ ሓያል ሰሓ ሕልና ብጽፍሪ ውን ዘይሕከኽ ወትሩ ንሓዋሩ ብብልሒውን ዘይብተኽ። ኣብቲ እዋን ሓሳረ መከራ ኣራግጽ ባዕዲ ዘበን ውራውራ ክልተ ሃገራት ከይተሸርፋ ከይተጎርፋ ንወዲ ሰብ ዝተፈጠራ ንሓዋሩ ከይቦኸራ ነቲ ጅግና ዘበራብራ ብሕነን እምቢታን ዘነድራ ኣብ ከርሲ ጸላእቱ ዘመድራ ንህይወቱ ዝገበራ ንሱ እንተዘይትልሞ መስዋእቲ እንተዘይፍልሞ ሓፋሽ ዝረዓሞ ብኣሰሩ ዝሰጎሞ ትልሙ ዝዓመሞ ከም ሕልሙ ዝዛዘሞ እቲ ዝጎደለካ ንሱ እንተዘይሓበረካ መዓስ ምነቐልካ ገለ ከይሓዝካ እንታይ ዓንቂፉ ንምንታይ ድዩ ሓሊፉ ስሙ ግበሩ ከይተላዕለ ሓሊፉ ክነግረኒ ነጊፉ ታሪኽ ደፍዲፉ ንዘይሓፍፍ የሕፍፊ ዝሓለፈ ሓሊፉ ኩድም ብኣፉ ብሕቶይ ከይጻደፍ ክዓብጥ ክሓልፍ ክቀላጠፍ ገለ ከይትንከፍ ሕቶይ ከይግደፍ ሕቆኑ ክሕንፈፍ ሕቶይ ብጽፍጽፉ ልሳነይ ብውትፉ ንዘይሓልፍ ሓሊፉ ዘይከተተ ጽያፉ ኣብቲ ዝተሳዕረ ጥራይ ምስ ተዘርዐ፣ ኣብ ልዕሊ ሓፋሽ ሓደ ምስ ተበደዐ፣ ሕልና ምስ ዓበቐ፣ ሓመቐ መጨቐ። ሓኽሊ ጠጢዓ ተፈይቶ ዕረ ነዚዓ፣ ኣብቲ ዘየለ ዱባ ፈጊእኻ ሓቐለ።

ግዴታዊ ምጽንባር ብሄራት ኣይቕበልን። ቅድሚ ኩሉ ህዝብን ሃገርን ንምድሓን ንቃለስ።